ኪነ ጥበብ ማለት መሳለጢ ልምዓት ተይኮነስ ዓርሱ ልምዓት እዩ። ዓንዲ ልምዓት ተባሂሉ ክተሓዝ ኣለዎ። ህዝቢ ብፍርሒ ብራዕዲ ክብተን ትግራይ ብዘይ መንእሰይ ክትተርፍ እዮም ሞኪሮም። ኣይኮነሎምን። መወዳእታ ኩሉ ምስ ቀበፁ ከይቦምን ኣኒዉ ሕዚ። ክነጥፎም ግበር። ከም ህዝቢ ትግራይ እነካይዶ ቃልሲ ንሰላማዊ ድርድር በርና ዕፁው ዝገበርናሉ ጊዜ የለን። ሎም በፂሕና እስኪ ኪነ ጥበብ ንህዝቢ ትግራይ ስረካ ፍታሕ ክንብሎ ከምኡ ዝብል ደርፊ እኮ እዩ ዝወፀና። ኪነ ጥበብ ንህዝቢ ትግራይ ኣጆካ ክብል ንህዝቢ ትግራይ ጅግንነቱ ክዕቅብ እምበር ጅግንነቱ ከምንጥል ሪኤ ኣይፈልጥን ሎሚ ግን ናብኡ ኢና በፂሕና ከም ዝተባህለ። ህዝቢ ከም ህዝቢ ፈሪጁ ዝጭፍጭፍ ስርዓት ናይ ግዜ ጉዳይ ተዘይኮይኑ ፈራሲ ኣይኮነን። ብጣዕሚ ኣደታት እንዳሞታ ህፃናት እንዳሞቱ ዝብኢ እንዳበለዖም ብበረድን ብገለን እንዳተቀጥቀጡ ሲ ተደራጂና እኮ ኢና ከድና ዋላ ሓንቲ መዝሙርና ገለ ሳባ ክንገብር ዘይንክእል። ንምንታይ እፅ ዮሃንስ ተላዒሎም ዋይ ቅድሚ ሚኢትን ሓምሳን ገለ ዓመት ተሰውኡ ጀግና ሕዚ ንምንታይ ተላዒሎም ናይ ማን ህገወጡ ህወሓት ቡድን ድዩ ዝውቃዕ ዘሎ ወይስ ኣንፈቶም ህዝቢ ትግራይ እዩ። እታ ኮለጅ ሰማንያን ትሽዓተን እያ ተመስሪታ ሕጂ ግን ከይድኩም ተትሪእዋ ኣብቲ ኣብ ርእሲኣስ ኮለጅ ትባ ጥዕና ጣብያ ተሃኒጹላስ ኣብ ርእሲና እንዳፈረሰ ከመይ ከም ዘሎ ዘውዘሎ ከያን ይፈልጦ እዩ። ሓንቲ ሓንቲ ኮለጅ ተባሂላ እኳስ ትኹረት ተዋሂብዋ መእከቢ ናይዚ ከያ ናይዚ ክትከውን ኣይከኣለን። ደስ ትብለኒ ናይ
ናይ ትምኒት ደርፊ እዚ እ ክንነብር ኢና ገናስ ብጣዕሚ እያ ደስ ትብለኒ ክንነብር እወ። ተቃለስ ተቃለስ ሲ ኩላትና ንቃለስ ንቃልስማ ኣዛዚ የብሉን ክነግረኩም ንዓይ ማንም ኣይ ዝዘንን ሕድሪ ህዝበይን ታሪኽ ህዝበይን ጽንዓት ህዝበይን መሬት ዓደይን ሕድሪ ስውኣተይን ከኽብር ኢለ እየ ተጋዲለ ክስዋእ እውን እየ ኣብ መትከል እየ ክስዋእ እነይ ተሰዊኣ እያ። ስሬኻ ፍታሕ ዝብል ኪነ ጥበብ ሪኤ ይፈልጥ ኣነ ኣብ ዕድመይ ኣርብዓን ሓሙሽተን ዓመት ልዕሊኡ ተጋዲለ ኣለኹ ኣነ ክጋደል ከለኹ ውን ብኪነ ጥበብ እየ ተጋዲለ ንኪነ ጥበብ እየ ንቀደም ፈሊጠ እምበር ንውድብ ህውሓት ኣይፈለጥኩን ብኪነ ጥበብ ኣቢለ ግን ንውድብ ህውሓት ፈሊጠያ ካብ ብህጻነተይ ጀሚረ ክሳዕ ሕጂ ምግዳል ኣለኹ ኣብዚ ዘለኹ ከያናይ ኩሉ ተቃላሳይ እዩ መብዛሕትኡ ከኣ ተጋዳላይ። ከያኒ ካብ ህዝቢ እዩ ዝቅዳሕ ንህዝቢ እዩ ከኣ ዘገልግል ህዝብና ነገልግል ኣብቲ መኸተ ኣብቲ ህላወ ደው ንበል። ህገወጡ የህወሓት ቡዱን እያ ትብል እታ ሞቶ ሒዞማ ዘለዉ ብቅድሚት ንሳ እያ መፂኣ ዘላ ኣብቲ ዝርዝር ክትንትንዎ እንተለዉ ግን እዚ ህዝቢ እዚ ከዳዕ እዩ እዚ ህዝቢ እዚ ክጠፍእ ኣለዎ
ኣብ ክልተ ነገር ከትኩር ኣነ ሓንቲ ኣብ ውዳበን ከመይ ነቲ ኪነ ጥበብ ናይ በዓል ኪነ- ናይ ኪነ ጥበብ በዓል ሞያ ንረኽቦ ዝብልን ካልኣይ ድማ ሕጂ ዘለዎ ብፅ- ተራ ኣብ ኪነ ጥበብ ኣብ ህዝቢ ትግራይ በፂሕዎ ዘሎ ሽግር ዘለዎ ኩነታት እንታይ ንገልፅ ኣለና ዝብሉ ኣብ ክልቲኤን ክዛረብ እ፣ ብፃይ ነፃነት ይኹን ዋላ መፃኢ ካልኦት እቶም ኩሎም ዘቕረብዎ እቲ ናይ ውዳቤና ምልሕላሕ እዩ ተደጋጋሚ ዝለዓል። ማሕበር ከየንቲ፣ ማሕበር ግዛዕ፣ ማሕበር ኣለና። ማሕበራት ሰን ፋንክሽናል ክኾና ኣይከኣላን፣ ዝሰርሓ ኣይኮናን። ግን ንኹለን ዘማእኽል ከም ኪነ ጥበብ ወሲድካ እውን ክውሰድ ዘለዎ ተመሲሉ ይስምዐና ኣነ። ጀማሚርናዮ ክንዲ ክንዲ ክንከዶ ንኽእል ኣይንኸድን ዘለና። ዋላ ናይተን ማሕበራት ዝበሃል ሓደ ናይ ቤት ምኽሪ እንተይሃልወና ሓደ ንእከበሉ ነገር። ባህልን ቱሪዝምን ዝበሃል ቢሮ ኣሎ። እታ ባህሊ ናትና እያ መስለኒ ሹማ። ግን ሓንቲ መዓልቲ እውን ነዛ ባህሊ ትምልከት ክሰርሕ ዝኽእል ቢሮ ኣይኮነን። ስለዚ ነቲ ኪነ ጥበብ ከመይ ንረኽቦ ኣብ ዝብል ከም መንግስቲ ብፍላይ ቢሮ ኮሙኒኬሽን ሓደ ስጉምቲ ተዝወስድ። ግዝያዊ እውን ዶ ይኹን ዋላ ግዝያዊ ኦፊስ ይኹን ክሳዕ ቤት ምኽሪ ክልል ትግራይ ቦታ ክህልወና ኣለዎ ዝብል እምነት ኣለኒ ኣነ። ክሳዕ ቤት ምኽሪ እየ ዝዛረብ ዘለኹ። ምኽንያቱ ኪነ ጥበብ ዝምልከት ናይ ናብርኡ ጉዳይ ክኾን ይኽእል እዩ፣ ናይ ክሰርሖ ዝግበኦ ኣንፈቱ ክኾን ይኽእል እዩ፣ ናይ ኣባላቱ ንቕሓት ደረጃ ክኾን ይኽእል እዩ። ዝመርሕ ዝመርሕ ትካል እንተሃልይዎ፣ ኣካል እንተሃልይዎ፣ እንተተወዲብካ እዩ። ስለዚ ውዳበ የብልናን። ኮነት ተረፈት መንግስቲ ስለ ዘለና ንሕና ናይ ፖሊስ ኦርኬስትራ ኣሎ ክበሃል ይከኣል ይኸውን። እንተኻሊእ ግን ብኸመይ ክውደብ? ማሕበር ባዶ ሓደ እውን ኣሎ ከም ማሕበር። ግን እቲ ማሕበር ባዕሉ እውን ብምሉእ ዓቕሙ ክኸድ ዝኽእል ኣይኮነን ሕጂ ብምኽንያት ሪሶርስ ወይ ካልኦት ነገራት እውን። ነዛ ናይ ሕጂ ኣኼባ እኳ ማድሓደን ኦርኬስትራን ተሓባቢርና ኢና ከም ውልቀ ሰባት እውን ከም ውዳበ ኮይንና ነዚኣ ኣምፂእናያ ዘለና። ከምዚ ዝበለ ነገር ክንገብር እንተኾይንና እቲ ውዳበ እንተሃልዩ እዩ እሞ ስለዚ ከም መንግስቲ ሓደ ንግዚኡ ዝኸውን ዋላ ፍታሕ ተዝወስድ ሓደ ቤት ፅሕፈት ወይ ሓደ ነገር ተዝህልዎ ዝብል ሓሳብ ኣለኒ። እዚኣ ኩሉ ግዜ እያ ነልዕላ ምስ ከድና ግን ንሕና እውን ንመኩሮ ኣብዚ ነዊሕ ዝጸናሕና ኣብቲ ስራሕ ሰባት ኣለና ንሙኩሮ ኢና ክንዲ ክንደልዮ ንክእል ወይ ከምቲ ንደልዮ ክንከይድ ግን ኣይንክእልን ዘለና ኣብዛ ቀረባ ኣብዘን ዝሓለፋ ክልተ ሰለስተ ወርሒ ናይተን ማሕበራት ጠርነፍቲ ተኣኪብና ኔርና ብዝዓባ ኪነጥበብ ዝምልከት ተመራሪጽና ውን ሓውሲ ኮሚቴ መሪጽና ኣለና ኣቦ ወንበር፣ ምክትል ኣቦ ወንበር፣ ጸሓፊ ዘለዎ እና ከመይ ይኹን ዝብል መልዐሊ ጀሚርና ኣለና። ሓሳባት ግን በቲ ዝድለ ደርጃን ፍጥነት ክኸድ ኣይከኣለን። ካብኣ ወጺእና ናብ ካልኦት ስራሕትና ስለ እንኣቱ ማለት እዩ። ለዛ ውዳበ እትምልከት ከም መንግስቲ ህጽጽ ዝበለ ስጉምቲ ከም ትልክዕ ንመኸተና ዝመርሕ ኣዋጅ ወጺኡ ዘሎ ነዚ ናይ ኪነ ጥበብ ጉዳይ ኣብ ኩሉ ዘልዕሎ ሕቶ ክምልስ ዝኽእል ሓደ ውዳበ እንተዝህሉ ስጉምቲ ተዝውሰድ ዝብል ስጉምቲ ክብል ከለኹ ሓደ ተበግሶ ተዝግበር ዝብል ሓሳብ ኣለኒ። ንሕና ሓሳባት ኣለና። ግን ድማ ከም ቢሮ ኮሙኒኬሽን እቲ ሓሳብና ሰሚዑ ነዚ ንብሎ ዘለና ነገር ንቕድሚት ዝወስድ ሓደ ነገር ተዝገብር። እዚኣ ሓንቲ ሓሳበይ እያ። ምኽንያቱ ኩሎም ዝለዓሉ ኣብኡ እዮም ዝምለሱ ዝብል ርእይቶ ኣለኒ። ናይ ፍትሓዊ ተጠቃምነት ይኹን ናይ ፍትሓውነት፣ ናይ ዓቕምና ምዕባይ፣ ኣብ ኪነ ጥበብ እኮ ምክፋል ኣሎ እዩ። እቲ ተኸፋፊሉ ዘሎ ሓደ ናይ ምግባር፣ ሓይልና ናይ ምእካብ፣ ንህዝብና ድማ ተስፋ ክንከውን፣ ንህዝብና ክሕዞ ዝግብኦ ሞራል ክሕዝ ኣብ ምግባር፣ ናይ ባዕሉ ብፅሒት ስለ ዘለዎ እዛ ጉዳይ እዚኣ ናይ መወዳእታ ተትኸውን ዝብል ሓሳብ ኣለኒ ዶክተር ብፍሉይ ተትትረኣ ዝብል ሓሳብ ኣለኒ ካልኣይ ኣብቲ ሕዚ ዘሎ ናይ ህዝቢ ትግራይ ኩነታት ኪነ ጥበብ ዘለዎ ብፅሒት እዩ ከምቲ ዓወት ዝገልፆ ዝነበረ ብዙሓት ሰባት እኮ ዝሰርሑ ኣለዉ ካባና ጀሚሩ ኣባና እውን ክተሰርሐ ኣሎ ግን ብምክንያት ናይ ዓቕሚ ጉዳይ ናብ መድረኽ ክወፅእ ኣይከኣለን ብኣንፃሩ ነቲ ናይ ህዝቢ ትግራይ ሞራል ዝነክእ ግን ድማ ዓቕሚ ረኺቡስ ኣብ ሚድያታት ንሰምዖ ኣለና ኢና ኣስዒቡ ዋላ ተቐባልነት ኣይሃልዎ ዋእ ህዝቢ ትግራይ እኮ ኣብ መን በፂሑ ከባላሾ ኪነ ጥበብ ንህዝቢ ትግራይ ጅግንነቱ ክዕቅብ ኣጆኻ ክብል እዩ እምበር ስሬኻ ፍታሕ ዝብል ኪነ ጥበብ ሪኤ ይፈልጥን ኣነ ኣብ ዕድመይ ኣርብዓን ሓሙሽተን ዓመት ልዕሊኡ ተጋዲለ ኣለኹ ኣነ ክጋደል ከለኹ እውን ብኪነ ጥበብ እየ ተጋዲለ ንኪነ ጥበብ እየ ንቀደም ፈሊጠ እምበር ንውድብ ህወሓት ኣይፈለጥኩን። ብኪነ ጥበብ ኣቢለ ግን ንውድብ ህወሓት ፈሊጠያ ካብ ብህፃነተይ ጀሚረ ክሳዕ ሕጂ ምግዳል ኣለኹ። ሎሚ በፂሕናስ ኪነ ጥበብ ንህዝቢ ትግራይ ሰራኻ ፍታሕ ክንብሎ? ከምኡ ዝብል ደርፊ እኮ እዩ ዝወፅእ ዘሎ ሕጂ። ባዕልኻ ግጠማ ኣነ ኣነ ክሕግዘካ ከይሕግዘካ ግን ከይትሓልማ ዋእ ተሳሓቢት ኮይና ንባዕላ ትግራይ ክበሃል ይገልፆ ነይሩ ዝሓወይ። ትግራይ እኮ ከምታ ዓንተወይ ዓፋር ክገልጻ ከሎ መድረኽ ህዝቢ ትግራይ ክሓብር ከሎ ልዕሊ ቁጽሪ እዩ ሕጂ ግን ተበተን ስረኻ ፍታሕ ሰላም ኢና ንደሊ ብሽም ሰላም ኢና ንደሊ ኢልካስ ብኪነ ጥበብ ካዕነ ህዝቢ ትግራይ ዝነበሮ ጅግነትን ንያቱን ክነሕድጎ ዋእ ብጣዕሚ ነውሪ ብኪነ ጥበብ ደረጃ እዚ ክኸውን ካዓ እዚ ክስመዓና ኣነ ይስመዐኒ እየ ከም ተጋዳላይ ኣብቲ ኪነ ጥበብ ካዓ ነዊሕ ግዜ ስለ ዘሕለፍኩ ኪነ ጥበብ ንህዝቢ ትግራይ ኣጆኻ ክብል ንህዝቢ ትግራይ ጅግንነቱ ክዕቅብ እምበር ጅግንነቱ ከምንጥል ሪኤ ኣይፈልጥን ሎሚ ግን ናብኡ ኢና በፂሕና ከም ዝተባሃሎ ናይ ሎሚ እኒሄ ባንድናነት ኣብ ህዝቢ ትግራይ ዕድመ ኣጋጢሙ ኢለ ኣይኣምንን ግን ድማ ኣብ ኪነ ጥበብ ኣትዩ እውንስ ብኪነ ጥበብ ንጅግንነት ከናእስ ወይ ፍርሒ ወይ ጃጃውነት ክሰብኽ ሃየንታ ጠፊኡለ ማለት ሕልና ጽቡቅ እዩ እተን ትቀበሉ ጽቡቅ ሃየ እንታ ጠፊኡ ሕልና ጠፊኡ ንያትና ይጠፍእ ኣሎ ስለዚ ናይ ህዝቢ ትግራይ ሞራል ናይ ህዝቢ ትግራይ ስነ ልቦና ዝነክእ ደርፍታት እዩ ዝወጽእ ዘሎ ነዚ ግን በዚ ግልባጥ እዩ ክኸውን ነይርዎ እቲ ዓንተወይ ዝግለጽ ነበረ ምንታይ ኩናት ኣለና ተጋሩ ሕጂ ከም ተጋሩ ክንጠፍእ ኣብ ዝተባህለሉ እዋንስ ተበተኑ ዝብል ኪነ ጥበብ ክውስኽ ብጣዕሚ መሕፈሪ እዩ ኣብ መን በጽዕዋና በጽሒ እዚ ክኸውን ቅድሜና ዝነበሩ ኪነ ጥበብ ናይ ኪነ ጥበብ ሰብ ሞያ ኣብ ጸላኢ ኮይኖም እውን ንህዝቢ ትግራይ ጆኻ ክብሉ እምበር ናብ ፀላኢ ከይዶም ሕጂ ንህዝቢ ትግራይ ተበተን ክብሉ ሪኢና ኣይንፈልጥን ናብዚ በፂሕና ኣለና ግን ስለዚ ዘዚ ዘሎ ነገር ክስመዐና ዘለዎ ተመሲሉ ይስመዐኒ ትተላዓለ ሕቶታት ሽግራት ከምዘሎ ትናብራ ምክፋእ ኣብቲ ከያናይ ከምትልኩዕ ኣብ ካሊእ ህዝቢ ትግራይ ዘሎ ኣሎ እዩ የለን ኢለ ኣይወስድን ነዚ ዝግበር ነገር ከምቲ ዓንተወይ ዝገለፅክዎ ክህሉ የብሉን ኣይብልን ሕጂ ክስመዐና ዘለዎ ግን ትበጺሕናዮ ዘለና ደረጃ ከም ተጋሩ ክንህሉ ዘይደልዩና ዘለዉ ግን ምስኦም ኮይኖም ከኣ ስሪኹም ፍትሑ ዝብሉና ግን ክንወቕዖም ዘለና ተመሲሉ ይስምዐኒ ነውሪ እዩ ብጾር ነውሪ ኣብ ዘበንና እዚ ክንርኢ ብጣዕሚ መሕፈሪ እዩ ስለዚ ብኪነ ጥበብ ንህዝቢ ትግራይ ተስፋ ከንኮኖ ኣጆኻ ክሓልፍ እዩ ክሓልፍ እዩ ከኣ ክሓልፍ እዩ እኮ ኩሉ ነገር እኮ ንርእዮ እኮ ኣለና ሕዚ ናትጋልሀ እኮ ይኸዶ ኣሎ ስለዚ ኣብዛ ኣብዛ ጸባብ እዋን እዚኣ ግን እሞ ብኪነ ጥበብ ንህዝቢ ትግራይ ንሰራዊት እናተበተን ክንብል ነውሪ እዩ ስለዚ ኣነ ዘይምሪርና እተን ንምኹንኖ እቶም ኣሕዋትና ነዚ ዝጋገዩ ዘለዉ እውን ክንእርሞም እንድዮም ዓርሰፌታ ክገብሩ እምበር ላይክ ዘይገበርኩምኒ ዘይረኣኹምኒ ኢሎም እንደገና መሰን ክፍክሩ ክፃረፉ ዝገብር ክኾን ኣይግብኦን ህዝቢ ትግራይ እንፈልጦ ትግራይ ዶ ሓሊፎም በዚ ገይሮም ክኽተሎም ኣሰሮም ክብል እንተዘይኮይኑ ንዝተወደበ ተበተን ዝብል ሰሚዕና ስለ ዘይንፈልጥ ኣብ ኪነ ጥበብና ዓብዪ በሰላ ዝፈጥር ታሪኽ ዘጠይቕ ነገር እዩ ዝግበር ዘሎ እሞ ኣብዚ ዘለና እተኣከብና ህዝቢ ትግራይ ተዓዋታይ እዩ ስሪኡ ይፈትሕን ጅግንነቱ ተዓቂቡ እዩ ክኸድ ዘለዎ ንሕና እውን ክንጋደል ቅድሚት ክንስለፍ እዩ ዝግበእና እምበር ኣብ ከምዚ ክንሳተፍ ኣይግበእናን ንውልቀ ሰባት ኣይኮናን ክንርኢ ዝግበእና ንህዝቢ ትግራይ ኢና ክንርኢ ዘለና መሬትና ተወሪሩ ህዝብና ተፈናቒሉ ናይ ህልውና ሓደጋ በፂሑና እናሃለወስ ነዚ ክንዲ ምስራሕ ብዜሮ ሓገን ዘቢልካ ንህዝቢ ትግራይ ሞራል ምንካእ ብጣዕሚ ነውሪ ኢና ክንኩንኖ ዘለና ተመሲሉ ይስመዐኒ ክብርን ሞጎስን ንስውኣትና ትግራይ ክትስዕር እያ።
ሓደ እቲ ቀንዲ ኣጀንዳና ኣንቶ ነፃነት ይብል ነይሩ ዘበት ንብሄራዊ ብርሰት ኢሉ እዩ ጀሚሩ ናይ ኩላህና ጭርሖ ምዃኑ እስኪ ሃንሳ ኣረጋግፁለይ ኩሉኹም ናይ ኩላህና ጭርሖ እዩ ምንም መማረፂ የብልናን ፀላእትና ከምቲ ዓንተቦ ጎደፋይ ዝብሎ ዝፀንሐ ኣብ ኣርባዕተ ስቴፕ መቓቒሎም እዮም። ብስነ ልቦና ድዩ? ብፕሮፖጋንዳ ድዩ? መፂኦም ብድሮንን ዓድታት ዓዲሞም ብምጥፋእ ድዩ? ኩሉ እዮም መኪሮምና። ኩሉ ኣይከኣሉን። ኣብ ውሽጥና ኣትዮም ነንባዕልና ሓሚሶም ህዝቢ ብፍርሒ ብራዕዲ ክብተን ትግራይ ብዘይ መንእሰይ ክትተርፍ እዮም ሞኪሮም። ኣይኮነሎምን መወዳእታ ኩሉ ምስ ቀበጹ ከይቦምና እኔዉ ሕዚ ክነጥፍም እካ ኢና ብርግጸኝነት ከምቲ ዓንሶ ዓፋር ዝብሎ ነበረ ውሑድን ብዙሕን ዝባሃል ኣሎ ውሑድን ብዙሕን እዩ ህዝቢ ትግራይ ከምቲ ዝግምቱና እዉን ኣይኮናን ካብኡ ንላዕሊ ጥራሕ ዘይኮንናስ ብጣዕሚ ብዙሓት ኢና ኣብ እምነትና ንፀንዕ ቆራፃት ብኣውሮ ግን እቲ ዓንተው ዝጀመርኩ እዩ ምንም ካልእ መማረፂ የብልና ንሕና ኣብ መንጎ ደስ ትብለን ናይ ናይ ትምኒት ደርፊ እዚ ክንነብር ኢና ገናስ ብጣዕሚ እያ ደስ ትብለኒ ክንነብርወ ክንነብርወ ንክንነብር ኢና ሕጂ ክንጋደል እዚ ናይ ዕላማ ጉዳይ ኣይኮነ ናይ ምውጋን ጉዳይ ኣይኮነ ናይ ገለ ኣይኮነ ናይ ምጥፋእን ዘይምጥፋእን ጉዳይ ስለዚ ትኩረት ክወሃቦ ዝግባእ እውን ብዙሕ ነገራት ኣሎ እዩ ከምቲ ኣንቶ ክግለፅ ዝፀንሐ ብዙሓት ደርፍታት ፃፊዓ ይጅመር ኣሎ ካብንየ እቲ ጻፊዓሱ ገለ ገሊኡ እኳ ብጣዕሚ እየ ዝሓዝን ብጣዕሚ እየ ዝሓዝን ህዝቢ ትግራይ ምፅራፍ ግን ኣይካኣልን ብስሪ ኣይካኣልን ካብ ስድነት ስድነት እየ ዝብሎ ኣነ እቲ ናይ ፃፊዓ ማለት እዩ ኣብዚ ዕሪ ደምክ ተሎ ተልና ከዓ ሕፅረታት ኣለዎ ስቱድዮ ክኣቱ ይኽእል ብዙሕ ነገራት ኣሎ ምስ እስታት ስለ ዘይማለሉ እምበር ቁሩባት ሕዚ ናይ ሓባር ደርፊ ሓንቲ ተሰሪሓ ኣላ ኣብኡ እትሳተፉ ድምፃውያን ከዓ ሙዚቀኛታት ኦፕን እዩ መፂእኻ ምስታፍ ይከኣል እዩ ብሓባር ዝድረፍ ደርፊ ኣሎ ቀፂሉ ድማ ናይ ሲንግላት ካብ ኣርባዕተ እስካዕ ሓሙሽተ ተሰርሐ ኣሎ ፅቡቓት ደርፍታት ሰሚዐ እኔ ስለዚ እዚታት እውን ቀልጢፍና ሕዚ ብዚ መኸተ ክወፅእ ክኽእል ኣሎ ኣውፂእና ንሕና ጠበንጃና እንታይ ድዩ ስቆ እዩ ስለዚ ካብ ሚድያ ንላዕሊ ሚድያ ናይ ባዕሉ ኣስተዋፅኦ ኣለዎ ብርግፅ ግን ኣርቲስት እኮ ሓንቲ ደርፊ ደሪፉ ዓለም ባዕላማ ካብ ጫፍ ናብ ጫፍ ይስማዕ ስለዚ ግቡእና ንዋፃእ መጀመርያ ንሕና ንባዕልና ግቡእና ንዋፃእ ትካላዊ ጌርና ከዓ ፑሽ ንግበር ምእንቲ ዓድና ሞ ጠጠው ንበል መጀመርያ ህላውነትና ነረጋግፅ ንዓና ብስሩ ጨኪኖምልና እዮም ብሱር ጨካናት እዩ ብጣዕሚ ጨካናት እዩ ትኩሉ ፈተና ምረይዎ ብጣዕሚ እዮም ጨካናት ፀላእትና ብስሩ ይምሕርናን ሓንቲ ነገር ክነግረኩም ገሌና ደረፍቲ ሲ ኤክስ ንግበር ኢና ኣብዚ ማሕበራዊ ሚድያ ገለ ለሚድና ኢና ለሚድና ኢና ኤክስ ይበልና ይበልና ንሕና ኖርማል ኢና ኣና ምክንያቱም ናይ ምቅላስና ምልክት ይመስለኒ ሃውን እቶ ፍቲ ትራክሱን እቶ ኣስተዋፅኦ ንግበር ኣብ ዳሕራይ መብዛሕትኡ ኣብዚ ዘሎ ከያናይ ኩሉ ተቓላሳይ እዩ፣ መብዛሕትኡ ከዓ ተጋዳላይ እዩ። መብዛሕትኡ ከዓ ተጋዳላይ እዩ፣ ተጋዲሉ እዩ፣ ብዙይ መኸተ ኣክቲቭ እስካዕ ሕዚ እውን ኣሎ። ስለዚ ቀፅለሉ እዚ ኣርቲስት ናይ ትግራይ ከያናይ ብሙሉ ኣንፃር ፀላኢኡ ጠጠው ኢሉ ምንተ ትግራይ ከይትበርስ ዘርእና ኣጥፊኦም ግን ኣቀዲምና ቁሩብ ትንፍስ ኢልና ኣለና መንግስቲ ስለ ዘለና ግዝያዊ ግዝያዊ ኢና ንሰምዕ ነይርና መንግስቲ ትግራይ ስለ ዝሰማዕና ስለዚ ንሕና መራሕ ኣለና ማለት እዩ ጠንካራ ስራዊት ከዓ ኣለና ጠንካራ ኳንዶ ሎሚ ንገሊኦም ምስኦም ኣዕሪኾም ነበሩ ብጎንና ተሰሊፎም ሲ ቀደሙን በይንናውን ኣበይ ከም ዝበጻሕና ትፈልጡ ኢኹም። ስለዚ ክብረት ይሃበለይ ምናልባት ኣንዊሐ ክኸውን እየ። ክብርን ሞገስን ንስውኣትና። የቐንየለይ።
ብሰለስተ መንገዲ ሕጂ ክንገልጾ ንኽእል ኢና እኮ እቲ ክድዓት ገለ ኢልና ንዛረቦ ዘለና እቲ ሓደ ብረብሓ ክንብሎ ንኽእል ኢና እቲ ካልኣይ ብዓላማ መጀመርያ ብዓላማ ክኾን ይኽእል እዩ፣ ካብኡ ብረብሓ ክኾን ይኽእል እዩ፣ ገሊኡ ከኣ ብምድንጋር ኣብ ሰለስተ ከፊልካ ምርኣይ ይከኣል እዩ። ሕጂ ወለድና እንታይ ይብሉሲ ካብያ ጸጊበን ዝዕንድራስ ዝዕንድራ ሪኤን ዝዕንድራ ይበዝሓ ዝብል ኣሎ። ስለዚ ብዙሕ ዝተደናገረ ኣሎ። እቲ ብዓላማ ዝኸደ ንክትምልሶ የጸግመካ እዩ። እቲ ብረብሓ ዝኸደ እውን ረብሓ ስለ ዘቐድም ኣሸጋሪ እዩ። እቲ ተደናጊሩ ስኣን ኣዲስ ኣበባ ስዕ ሓሪፍ መዕቆቢ ዝተፈለየ ቦታ መሲልዎ ዝኸደ ግን እንድሕር ድኣ ኣዌርነስ ፈጢርካ ጎስጓስ ተፈጢርካ እቲ ጎስጓስ ከኣ ኣብ መሪሕነት ጥራሕ ዘይኮነስ ናብ ታሕቲ ተውሪድካዮ ይቕንስ እዩ። ስለዚ ከምዚ ዓይነት ግንዛበ ክንፈጥር ስለ ዝተኣከብና ሕጂ እውን ድሓን ጽቡቕ እዩ ኢለ ሓሊፈ። ምናልባሽ ይኹን ድኣ እምበር፣ ኣብቲ ገንዘብ ተመዲቡ ኣብ መድረኻት ዝስርሐሉ ገለ ገንዘባት ዝርከበሉ ትትሪኦ ሰብ እቲ ዝዋሳእ ሰብ ካሊእ ኣብቲ ኣብ መኸተ ኣብ ተፈላለዩ ትሪኦ ከዓ ካሊእ ከምስታት ዓይነት ነገር ክተርፍ ኣለዎ በሃላይ እየ ካብኡ እቲ ክይነትና ከያንያን ምስ ኢለ ንእሽተይ መልእኽቲ ክሕልፍ ብቲክቶኮር እዩ ተመንዚዑ እቲ ክይነትማ ብቲክቶከራት ዝተመንዚዑ ብጣዕሚ ዝሓዝን ኣነ ንምሳሌ ቲክቶከራት ኣብ ኣብዚ ጉዳይ ህዝብና ዝገበርዎ ብጣዕሚ ዝነኣድ እዩ ደስ ይብለን እቲ ዝገበርዎ ጸሊኦ ኣይኮንኩን ግን ንሕና ከ ክንገብር ኣይንኽእል እንዲና ኮይና ተደራጅና ሲ ይትረፍ ንሕና ኣብ ወሎ ድርቂ ኣብ ናይ ኢትዮጵያ ወይ ከ ኣብ ናይ ትግራይ ድርቅስ በዓል ማይክል ጃክሰን ናይ ዓለም ከያንያን ሲ ሓደ ዝገርም መዝሙር ሰሪሖም ንህዝቢ በጺሖምሉ ንህዝቢ ኢትዮጵያ ንሕና ግን ከምዚ ሓወይ ናይ ኣዋጅ ዘቕርብ ዝነበረ ብጣዕሚ ኣደታት እንዳሞታ ህፃናት እንዳሞቱ ዝብኢ እንዳበለዖም ብበረድን ብገለ እንዳተቐጥቀጡሲ ተደራጂና እኮ ኢና ከይድና ዋላ ሓንቲ መዝሙርና ገለ ሳባ ክንገብር ዘይንኽእል ኣብ ሓንቲ ዓርቢ ሰለስተ ወይ ኣርባዕተ ደርፊ ዝፀዓና ካሊእ ወግዐን ካብ ህዝቢ ዝተፈለያ ምንም ርክብ ዝበሃል ይብለን እቲ ህዝቢ ዘለዎ ኩነታት ካሊእ እቲ ጥበብ ዘዋግዕ ካሊእ ብሙልኣን ብዛዕባ ማንቲለ ሓለፈት ኣንጭዋ ተዓንቀፈት ብዛዕባ ፈትየኪ ክይደ ከምዚበልኩ ክመትኩልኪ እዩ ዝዛረብ ምስቲ ህዝብን ምስቲ ባይታን ዝከይድ ስራሕ ኣብ ከየንቲ የለን ስለዚ ከያኒ ካብ ህዝቢ እዩ ዝቅዳሕ ንህዝቢ እዩ ከኣ ዘገልግል ህዝብና ነገልግል ኣብቲ መኸተ ኣብቲ ህላወ ደው ንበል ክብረት ይሃበለይ። ኣብ ላዕሊ ፉቕ ዘለዋ መሰረት ተዘይሃልይዋ ህንጻ ኮይና ጠጠው ክትብል ኣይትኽእልን። ኣብ ኪነ ጥበብ ዘሎ ድማ መሰረትና ለቒቕና ስለ ዝጸናሓና እዩ ብዙሕ ነገር ዋጋ ዘኽፍለና ዘሎ። ኣብቲ ናይ ሕሉፍ ብረታዊ ቃልሲ ኣጸዋውዕኡ ምናልባሽ ኣብዚ ዘለዎ ኣቦታተይ ኣሕዋተይ ክገልጹዎ ይኽእሉ እዮም ባዶ ሓደ ይበሃል ነይሩ ቁጽሪ ሓደ ማለት እዩ ክፍሊ ፖለቲካ እኳስ ትሕቲኡ ነይሩ ማለት እዩ እቲ ክጽዋዕ ከሎ ድሕሪ ዓወት ግን እንታይ ተባሂሉ ባዶ ባዶ ዝብሉን የብሉን ማለት እዩ። ኣብዚኣ ዘሎ ከያናይ ምናልባሽ ክሕግዘኒ ተዘይተጋግየ ማለት እዩ ተፀዋዕነት የብሉን ናብ መን ቢሮ ይፅዋዕ መን ይጥርንፎ ዝበሃል የለን ብቱን ዝኾነ ከያኒ ዘለና እዙይ ክሕሰበሉ ክኽእል ኣለዎ እንተዘይኮይኑ ናይ ወፈራ ኣካይዳ እንተኾይኑ ሓደ በዓል ጉዳይ ነታ ዘለትዎ ፈራስ ካብ ዘሕልፍ ንዐኤን ዘለዋ ዘድልያ ነገራት የማልእ እታ ወፈርኡ ምስ ኣሕለፈት እታ ዳስ ትብተን ዘለዎ ምኡ ይብተን ማለት እዩ ስለዚ እቲ ናይ ወፈራ ስራሕ ካብ ሕጂ ጠጠው ነብሎ ክነብሎ ተኾይና ድማ ብመሪሕነት ማእኸላይ ኮሚቴ ብ ዘለኹም ክቡር ፕረዚደንት ዶክተር ደብረፅዮን ገብረሚካኤል እውን ኣንፈት ይብሉ ኣሎ እዚ ተቢሉ ናይ ባዕሉ ዝኾነ ምእኹል መሪሕነት ክዓርፈሉ ክኽእል ኣለዎ ኪነ ጥበብ ማለት መሳለጢ ልምዓት ተይኮነስ ዓርሱ ልምዓት እዩ ዓንዲ ልምዓት ተባሂሉ ክተሓዝ ኣለዎ። እዙይ እንድሕር ተዘይተታሒዙ ሕጂ እውን ሰንፈለል ካብ ምባልና ዓዲ ኣይንውዕልን። እቲ ሓደ ብቕሬታ እቲ ሓደ ብኻሊእ ይብተን። ኣብዚ ክተምፅኦ ከለኻ ናብ ሓደ ክተምፅኦ እሱ እውን ነናይ ባዕሉ ዝኾነ ፀገም ኣለዎ። ፀፀገሙ ይዛረብ ከምዚ ዝትንፍሰሉ መድረኽ በብግዚኡ ተዘይሃልዩ ድማ ንኽትእክቦ ብጣዕሚ የጸግም ማለት እዩ። ተዘይኸውን ነይሩ ታይ ይበሃል ከያኒ ሰለስተ ዓይኒ ኣለዎ ይበሃል። ሰለስተ ዓይኒ ኣለዎ መሪሕ እዩ ጽባሕ ክመጽእ ዝግብኦ ይእንፍት። እንድሕር ክልተ ዓይኒ ሃልይዎ ካብቲ ተመራሓይ ዘሎ ምስቲ ተመራሓይ እንድሕር ደኣ ኮይኑ ከያኒ ክበሃል ኣይኽእልን። ብመንጽር መሪሕነት እውን ሰለስተ ዓይኒ ክህልዎ ኣለዎ። ስትራተጂክ መሪሕነት ንብሎ እኮ ሳልሳይ ዓይኒ ኣለዎ ማለት እዩ። ሳልሳይ ዓይኒ ዘይብሉ መሪሕነት ክህሉ ከሎ ክልተ ዓይነት ተኾይኑ ማዕረ ምስቲ ተመራሓይ ስለ ዝኸውን ኣብዚ ፀገም ይፍጠር ኣሎ ማለት እዩ። ስለዚ እዚ ኣጋጣሚ ንሕና ከም ኣነ ናይ ሓደ ኮሌጅ ናይ ኮሌጅ ኪነ ጥበባት ትግራይ ዲን እየ። እታ ኮሌጅ ሰማንያን ትሽዓተን እያ ተመስሪታ ሕጂ ግን ከይድኩም ተትርእይዋ ኣብቲ ኣብ ርእሲኣስ ኮሌጅ ትባ ጥዕና ጣብያ ተሃኒፁላስ ኣብ ርእሲና እንዳፈረሰ ከመይ ከም ዘሎ ዘውዘሎ ከያን ይፈልጦ እዩ። ሓንቲ ሓንቲ ኮለጅ ተባሂላ እኳስ ትኹረት ተዋሂብዋ መእከቢ ናይዚ ከያ ናይዚ ክትከውን ኣይከኣለት። ስለዚ እንታይ እዩ መሰረትና ኣብ ንለቀሉ መሰረትና እንዳለቐቕና ኣብ ንኸደሉ ግዜ ገዛና እንዳፈረሰ ከም ዝኸይድ ኩሎም ነገራት እናተባላሸው ከም ዝኸዱ ባህሊ መንነት ምናምን ምናምን ንብል ኣለና ንሕና እይና ክንዕቅቦ ዘይከኣልና፣ ንሕና ኢና ክንንከባኸቦ ዘይከኣልና፣ ንሕና ክፍተት ፈጢርናሉ ንጸንሕ፣ ጸላእትና ኣብኡ ይኣትው፣ ንምብታን ይጥዕመሉ። ስለዚ ኣብዚኤን ትኹረት ሂብና ንሰርሐሉ መንገዲ ተዝፍጠር ዝብል ኣለኒ። እቲ ዘሎ ናይ መኸተ ዘሎ ኩሉ ወጺኡ ዘሎ ኩልና ኣብቲ ግንባር ኣለና። ካባና ዝጽበ ኩሉ ንምግባር ንድሕሪት ንብለሉ የብልናን። የቐንየለይ። ዓወት ንህዝቢ ትግራይ። የቐንየለይ። እቲ ዋና ዓምድና እንታይ እዩ እኒሀ ሎማዓንቲ? ዘበት ንብሄራዊ ብርሰት! ዘበት ንብሄራዊ ክሕደት ዘበት ንምጥፋእ ተጋሩ ተጋሩ ካብ ናይ ኣያታትና ታሪክ ጀሚሩ ክሻብ ሎማዓንቲ ዝሰራሕናዮ ታሪካት ምንም ክሃስስን ክዝዕግን ክፅልምን ዘይኽእል ብትክክለኛ ሰብ እንድሕር ተመዚኑ ንዘላኣለም ዝነብር እዩ ካብ ወለዶ ናብ ወለዶ ዝሳጋገር እዩ ፅኑዕ ተመዚዙን ተሓፊሱን ተቐዲሑን ተሰፊሩን ተሰዲሩን ተኣሚቱን ዘይውዳእ ህዝቢ ታሪኽ ናይዚ ህዝቢ እዚ ታሪኽ ማንም ከሽካዓልለሎ ኣይኽእልን። ማንም ኣብ ርእሲኡ ክስድርን ክእምትን ኣይኽእልን። ዛስዋይ ፅኑዕ መትከል ስለ ዘለዎ ማለት እዩ። ስለዚ እዚ ዘበት ንብሄራዊ ብርሰት ዝብል ኣብዚ ዘሎ ናይ ኪነት ኣርምታት እዩ ስኢልካ ሓደ ክልተ ሰለስተ ሚእቲ ክልተ ሚእቲ ኢልካ ዝውሰድ ኣይኮነን ናይ ኣርምታት ኪነት እዩ ኣርምታትስ ኪነት እዩ ሰብ እንድሕር ተጠቒምናሉ ብጣዕሚ ልዕሊ ማንም ዕጥቂ ዝትክእ ዘብርዕን ንጸላኢ እዩ። ስለዚ ወዲብና ክንሕዞ እንተ ተወዲቡ ንምጽውዑ እውን ስለ ዝቐልል ማለት እዩ። ሓንቲ ባህሊ ቦዚ ንራያ ገጽ ሰይድካያ ሓንቲ ከዓ ንተንቤን ንሰዳ ሓንቲ ከዓ ንሓውዜን ንሰዳ ሓንቲ እውን ሽረ ከባቢ ትሰዳ ማለት እዩ። ማዕረ ኣከፋፍላን ማዕረ በጀትን ጌርካ ማዕረ ርድኢትን ጌርካ ሚዛናዊ ብዝኾነ መንገዲ እንተወዲብካዮ ኢኻ ትረኽቦ ማለት እዩ። ነቲ ትውድቦ ሰብ እውን ሓደ ተፀዋዒ ተገይርካሉ ኢኻ ትሕቲኡ ዘሎ መሳልል ትረኽቦ ማለት እዩ እና ሕዚ እውን እቶም ተወደቡ ተወዲቦም ኣለዉ ኣብቲ ናይ ምጥንካር ኣብቲ ናይ ምውዳብ ሕዚ እውን ግዜ ከይተወሰደ ክስርሐሉ ኣለዎ ዝብል ሓሳብ ኣለኒ። ሕሉፍ ህዝቢ ትግራይ እንታይ ይመስል ተተባሂሉ ያው ምስክርና ዓለም እዩ ልዕሊ ዓሰርተ ሰለስተ ግዜ ኣውሮፓውያን ዓለም የተሓሳስበና ኢሎም ተዘራረብሉ ንዓና ንተጓሩ ጥራሕ እዩ ንመን ዶ ከምኡ ኢሎም እዮም ኣምሓራ ክንደይ ዓመት ዝገበረ ውግእ እኒሀ ከምኡ ኣይተባህለን ዋላ እቲ ናይ ሱዳን ክንድኡ ኣዘራረቢ ኣይኮነን ሶቲ ታሪክና ክቐፅለ ኣለዎ ክግብል ኣለዎ ክጉጉድ ኣለዎ ክንሰርሐሉ ኣለና ካብቶም ኣያታትና ንወርሶ ጥበብ ኣለና እቲ ጥበብ ንሓግዙና እንዳበልና ንዓኣቶም ክንሰርሕ ኢና ከም ከማይ ግን ነቲ መኸተ ድሉው እየ። ዘላኣለማዊ ክብርን ሞገስን ንጉርድን እንክርዳድን ዘይለግቦም ጀጋኑ ሰማእታትና የኽብረለይ። ኣነ ክብል ዝደልሲ ኣብ መንግስቲ ትግራይስ ሓደ ሕጊ ይወፅእ እቲ ሕጊ ግን ኣይትግበርን ምክንያቱ ትማል ትማሊ ውግእ ጀሚራ ልም ዘይትሕዝ ላዕሊ ኣብፂሖማ ታይት ሕጊ ይወፅእ እሞ ኣብ ተግባር ዜሮ ሕዚ ውን ከምቲ ጎዲፋይ ዝገለጽካያ ነታ የስገድን መሲልካ ኣብቲ ተጋዳላይ ዘንቋሽሽ ሕጊ ወጺኡ ኢልካ እቲ ሕጊ ግን ኣብ መስራይት ንኸ ተጋዳላይ ዘንቋሽሽ እዩ ሕዚ ከ እንታይ እዩ እቲ ሓላፍነት እቲ ሕጊ ወጺኡሲ ኣብ ተግባር ክንደይና እዩ ኣብ ተግባር በቃ ብደንቢ ክትግበር ዘለዎ ኢለ ክገልጽ ሕዚ ውንስ እምነት ኣብኡፍት ናይ ተግባር እምነት ከይንስእን በቃ እቲ ዝወፀ ሕግስ ይተግበር ኣብ ናይ ነጋዳይ ቀዲሙ ሕጎፅ እዩ ነጋዳይ ግን ውን ክሰምዕ ኣይካልን ትማል ትማል ዘይቲ ኣብ ሸሬና ውግእ ጀሚራ ኢሎም ዘይቲ ላዕሊ ኣብፂሖማ ከምኡ ካልእ ንግዲ ውን ከምኡ ማለት እዩ ስለዚ ሕጊ ዝወፀ ይተግበር ክብል የደሊ የቀንየለይ። ን ልዕሊ ኩሉ ሃፍተይን ገነተይን ንብረተይን ሂወተይን ህዝቢ ትግራይን ቃልስን ጥራሕ እዩ ምግዳል ዝመስሎ ኣብ ዓለም የለን። ካልእ ክብል ዝደሊ ግን ኪነ ጥበብ ክበሃል ከሎ ሕዚ ናሞተ እዩ ከይዱ ሓሶት እዩ ኣባና ኪነ ጥበብ ኣይሰራሕናን ሰሪሕና ኢልና ኣይንኮፈስ ኪነ ጥበብ ማለት ባህልን ቋንቋን ህዝቢ ትግራይ ጥራሕ ዘይኮነ ፅንዓት መንነት ታሪክና ዝገልፅ ክኾን ኣሎ ኣብ ኪነ ጥበብ ውሽጢ ነንዓርስኻ ናይ ሳይኮሎጂ እቲ ሓደ ዝመሃዙ ንቲ ሓደ ይሕሹኽ ይብሎ እሞ ሊብነት መዓት እዩ ስለዚ መንዩ እቲ ዓቕሚ ዘለዎ ኣብ ኪነ ጥበብ ፍለዩ መንዩ እቲ ሞያ ዘለዎ ዓቕሚ ዘለዎ ኢልኩም ሰብስቡ እቲ ዓቕሙ ዘይብሉ ኣብ ውሽጢ እናሓንከረ ካብትን ካብትን ቃላት ስለዚ ኪነ ጥበብና ክዓቢ እንተኾይኑ ልክዕ ከምቲ መኸተና ልክዕ ከም TDF ልክዕ ከም ህዝቢ ትግራይ ወናም ህዝቢ ናቱ ወነን ፅንዓትን ክገልፅ ዝኽእል ዓቕሚ እናሃለወና ቃልሲ ፍረ ስውኣት እዩ ሕድሪ ስውኣት ከይነዕብር ኢልና ቃል ህዝብና ኢና ልሳን ህዝብና ኢና ክንኾን ዘለና። ተብተብ ተብተብ ካብ ኽሳን ንዓቐብ ሓንጎል ዝሓሰበ ይሕሰብ ኽሳን ተዘይ ኣሲሩ ማዕተብ ቁልቁል ወሪዱ እንተዘይ ደይቡ ዓቐብ መን እዩ እቲ ሰብ እስኪ ንገሩና ስለዚ ጥበብ እዚ እዩ ንሕና ንጋደል ዘለና ምእንተ ህዝብናን ሕድሪ ስውኣትናን ንኸይነዕብር እዩ ተቓለስ ተቓለሲ ኩላትና ንቃለስ ንቓልስማ ኣዛዚ የብሉን ንኽነግረኩም ንዓይ ማንም ኣይእዝዘንን ሕድሪ ህዝበይን ታሪኽ ህዝበይን ጽንዓት ህዝበይን መሬት ዓደይን ሕድሪ ስውኣተይን ከኽብር ኢለ እየ ተጋዲለ ክስዋእ እውን እየ ኣብ መትከል እየ ክስዋእ እነይ ተሰዊኣ እያ ስለዚ እዚ ኩሉ ጥበብ እናሃሎ ኣነ ክራር ይጻወት ሙዚቃ ናይ ውድብ ሰብዓን ሽዱሽተን እየ ተማሂረ መማህርታይ ኣብዚ ኣለዉ ሰብዓን ሽዱሽተን ኣብ ወርዒ ተማሂረ ክራር ይጻወት ኦርጋን ይጻወት ይዝይም ይጽሕፍ የንብብ ይደርፍ ማለት እዩ ሕዚ ሓዳሽ ደርፊ ላትኒ ተነፊ ኣለወስ እያ ትብል ሽቦ ለጋብ ሽቦ ሽቦ ወርቂ ዘቦ ዘይንሰግሮ የለን ዘይንድይቦ መሰረት ስልጣነ ዓንዲ ሕቆ ሕራነ ህዝባዊ ወያነ እዩ ተቃለስ ተቃለሲ ኩላትና ንቃለስ ሰብ ግርማ ሞጎስ ብስረና ንሕጎስ ምሩፃት ብሉፃት ወሪስና ነውርስ ዘይናትና ናይ ማትና ምሳና ከይሕወስ ተነፍዩ ኣለወስ ሕዚ እውን ተነፍዩ ክልወስ እዩ ተሃቂ ክንሕይል ኢና ስዒርናዮም ክንወጽእ ኢና። እቲ ሓንቲ ነገር ኣነ ፍኹስ ኢላ ዝሪኣ እተንብብዋ ወይ ደጋጊምኩም እተውግዕዋ ግን ድሕሪ ሓርነት ድሕሪ ጸላእቲ ብዝተስዓሩ ዋዕ ሃገር ክንከውን ኢና ህዝቢ እዩ ዝውስኖ ኣትርርሉ ርገጽሉ ዘመን መጸ እንዳተረገጸ ኣይነብርን መንእሰይ ትግራይ። ዝተወልዱ መሃንዲሳትን ደጓትርን ናይ ፋይናንስ ሰባትን ኣብ በረኻ ኣይተርፉን። ዓዲ እንተኾይንና ኢና ክንረክር። ሰብ ርእሲ ዝተምሃርኩም ሰባት ነዙይ ርገጽሉ። እዚ ኣብዚ እኒኦ ሓይሊ ንሚድያ ዝድለየሉ እተን ሸውዓተ ናይ ስነ ፅባቐ ዝባሃላ ኣክችዋል ኤንድ ፖቴንሻል ዓቕሚ ኣለዎም ኣብዚ እስካብ ሐዚ ምስቲ ሚድያ ስለ ዘይተዋደደ ክዋደድ ኣለዎ ማለት እዩ። እታ ዋና ሕዚ ኣብዚ እታ ሓንቲ ኣንፈታ መእከቢት ከመይ ጌርና ኢና ሚድያን ስነ ጥበብን ተጎራሪስና ንኸይድ? ክልቲኦም እንድሕር ዘይተጎራሪሶም ትርጉም የብሉን። ዋላ ሓንቲ ትርጉም የብሉን። ዓቕሚ ናይ ኪነት ከኣ ንፈልጥ ኢና። ኣብ ሓምሳን ሓደን ዓመት በቢ ሰለስቲኡ ምዕራፍ መድረኻት እንታይ ከም ዝነበሮ ንፈልጥ ኢና። እቲ ካሊእ ክዛረቦ ዝደለኹ ግን ሐዚ ፀላኢ ኣብ ምንታይ እዩ ዘሎ ታይ ዓይነት ናሬሽንስ እዩ ዝኽተል ዘሎ ንሕና ከ ምንታይ ኣለና ከም ሚድያ ዝብል እዩ ምናልባሽ ዝርዝር ጉዳይ ኣብዚ ክዛረብ ኣይኽእልን ግን ናይቲ ሚድያ ስትራቴጂ ኣንፈታት መልእኽትታት ተቀሪፆም እዮም ኦሬንትሽን እውን ተዋሂቡ እዩ ዓሰርተ ዝኸውን ኣጀንዳውን ተነጺሩ ኣሎ። ነዛ ሕዚ ዘላትና ንኡስ መድረኽ ከመይ ጌርና ኢና ንኸይድ? ስለዚ ኣብ ጸቢብ መድረኽ እውን ንነቶም ዝተመረጹ በዓል ምሉ ምስኣቶም እውን ዲስከስ ምግባር ይከኣል እዩ እተን ዓሰርተ ኣጀንዳ ዝበሃላ ዘለዋ ምኽንያቱም ካብ ኣጀንዳ ተበጊስኩም ይመስለኒ በቢ ሞያኹም ትሰርሕዎ እቲ ደገፍ እውን ኣብኡ እዩ ዝኸውን እቲ ተጓራሪስና ክንከይድ ተኾይና ማለት እዩ። ነየናይ ሕብረተሰብ እንታይ መልእኽቲ ይመሓላለፍ እውን ኣብኡ ብንፁር ተቐሚጡ ኣሎ። ፀላኢ ግን ሐዚ ናይ ፕሮፖጋንዳ ዎር ዝብል ኣምር ሒዞም ማለት እዩ። እቲ ኣምር እንታይ እዩ? ፎልስ ፍላግ ዝበሃል ኣሎ። ንስኻ ትፍፅሞ ገበን ናብቲ ካሊእ ኣመሓላልፋ ማለት እዩ ንኣብነት ህገወጡ የህወሓት ቡድን እያ ትብል እታ ሞቶ ሒዞማ ዘለዉ ብቅድሚት ንሳ እያ መፂኣ ዘላ ኣብቲ ዝርዝር ክትንትንዎ እንተለዉ ግን እዚ ህዝቢ እዚ ከዳዕ እዩ እዚ ህዝቢ እዚ ክጠፍእ ኣለዎ እዚ ህዝቢ እዚ ሰራቂ እዩ ወላ እንተረእኹሞ እቲ ሜታ ዝበሃል ካበፅ ዮሃንስ ጀሚሮም ንምንታይ እጽ ዮሃንስ ተላዒሎም ዋይ ቅድሚ ሚኢትን ሓምሳን ገለ ዓመት ተሰውኡ ጀግና ሕዚ ንምንታይ ተላዒሎም ናይ እማን ህገወጡ ህወሓት ቡድን ድዩ ዝውቃዕ ዘሎ ወይስ ኣንፈቶም ህዝቢ ትግራይ እዩ ሲምቦሊክ ዝኾኑ ዓውዪ ኣቦ ጅግና ኣቦ እዞም ትግራዋይ እዚኦም ከዳዕዮም እዩ ወላ ኣብዚ ናይ ሕዚ ዝገበሮ እውን ተመሳሳሊ እዩ ኣብ ናይ ናይ ናይ ኣምሓራ ቴሌቭዥን ዝገበሮ ህዝቢ ከም ህዝቢ ክጠፍእ ኣለዎ እዩ እቲ ናሬሽኖም። እዚኦም ኣየስርሑን እዩ። እዞም ህዝቢ እዚኦም እናሃለዉ ኣነ ኣይነብርን እዩ። ሶ ነዚ ከመይ ኢና ክንምክቶ? እንታይ ኢና ክንገብር? እቲ ኣገባብ እቲ ናይ ናሬሽን ዝበሃል እውን እዚ ኣጉሊኻ ማለት እዩ። ኣጉሊኻ ዝብሃል እዚ ናረሽን ሰሎ ዝኾነ ነገርስ ኣምፕሊፋየር ትገብር ካብ ዕቅን ንዓቐብ እናገበሩ ብኡ ከውዕና እዮም ዝፍትኑ ዘለዉ ሶ እዚ ተረዲእና እተን ዝበልክወን ዓሰርተ ኣጀንዳታት እውን ካብኡ እናተበገስካ እንተስ ብድራማ እንተስ ብደርፊ ብኹሉ ብቻ በተን ኣገባብ ኤሰቲክስ ዝበሃላ ሸውዓተ ክትሰርሕወን እውን ትኽእሉ ኢኹም ትርድእዎ እውን ትኽእሉ ኢኹም ንዓኹም ብዛዕባ ኣሰቲክስ ኣይኮንኩን ከምህር መፅኤ ግን ሓገዝ እዩ ሕዚ ንስእን ስለ ዘለና ስለ ዘይተዋደድና እውን ክልቴና ናትኩም ሓገዝ ኣፐር ሃንድ እዩ ዝወስድ። ሓንቲ ደርፊ ክንደየናይ ከም ዝተብሃለ ከምቲ ምክት ርዱእ እዩ ግን ክልቲኤን ክዋደዳ ኣለወን። ሚድያ ዊዛውት ኣርት፣ ኣርት ዊዛውት ሚድያ ክኸውን ኣይኽእልን። ስለዚ ሓንቲ ኣንፈታ ናይ ሎማዓንቲ ዝተኣከብናላ ዝመስለኒ ከመይ ጌርና ንዋደድ እዚኣ ከም መበገሲ መድረኽ ትወሰድ እሞ ናብ ጭቡጥ ተግባር ንምውሳድ ግን እታ ናይ ዓንተወይ ዘቕረብኩዋ ናይ ሰለስቲኦም ኣካላት ቀልጢፎም ተትእከቡ'ሞ ናብ ነገራዊ ሓይሊ ዝቕይር መደባት ተተውጽኡ ዝብል ርእይቶ ንምሃብ'ዩ። የቐንየለይ። እውን ክንሰርሐሉ ክንክእል ኣለና። ብሞያና እውን ብኣካል እውን ኣካል ህዝቢ ትግራይ ኢና። ሰብ ዋና እቲ ቃልሲ እውን ኢና። ነዙይ ድማ ኣጠናኺርና ክንቃለስን ክንሰርሕን ብሞያና እውን ኩሉ ዘድሊ ዘበለ ነገር ክንገብር ኢና ዝብል ናይ ሓደራ ቃል እውን ስለ ዝኾነ እዙይ ክምስገን እውን ዝግበኦ እዩ። ብደንብ ተጠናኺሩ ክኸድ ክቕፅል ክኽእል ኣለዎ ዝብል ሓሳብ ኣለና። ስለዚ ብኡይና እውን እንትን ክንገብር ንኽእል ማለት እዩ። ምስዚኤን ኣተኣሳሲርኩም ግን ነቲ ኣጠቓላሊ ብሄራዊ ኣጀንዳና ዕንቅፋት ክኾና ዝኽእላ ክሽርሽራ እውን ዝኽእላ ግን ምስ ኣወዳድባ ተኣሳሲረን ምስ ፍትሓዊ ተጠቃምነት ተኣሳሲረን ምስ ዓቕምን ብቕዓትን ተኣሳሲሩ ምስ ቅሬታን ሕሜታትን ዘይፈጥር ኣሰራርሓታት ምዝርጋሕ ተኣሳሲሩ ዝተልዓለ ነገራት ኣሎ ማለት እዩ። እዙይ ትኽክል እዩ፣ ናይ ባዕሉ ተራ ክህልዎ እዩ፣ ናይ ባዕሉ ቅሬታ ክፈጥር እዩ፣ ናይ ባዕሉ ዕንቅፋታት ክፈጥር እዩ፣ ኣብቲ ሓድነት እውን ዝሽርሽሮ ነገራት ከምዝህሉ ርዱእ እዩ ማለት እዩ። እዚ ብዝኾነ ይኹን መዐቀኒ ናብ ድርድር ክኣቱ ክኽእል የብሉን። ብቐጻሊ እናተዘራረብና እናተረዳዳእና እውን ዝፍተሐሉ መንገዲ እውን እናቐመጥና ምሳኻትኩም እውን ብቐረባ እሂን ምሂን እናተባሃልና ክንወስዶ ክንክእል ኣለና ዝብል ነገር ምውሳድ የድሊ ማለት እዩ። ብዋናነት ግን ብርእይቶ መልክዕ እውን ቀሪበን ኣለዋ። ከም ቢሮ ኮሚኒኬሽን፣ ቢሮ ባህልን ቱሪዝምን ናይ ኪነ ጥበብ ኣመራርሓ እውን ብዘለውሉ ከመይ ጌርና ናብ ሓደ ኣወዳድባ ነምጻዮ፣ ኣብ ሓደ ኣወዳድባ ክንብል ከለና ንኹሉ ዝቕይድ በዚኣ እቶ በዚኣ ውጻእ ዝብል ዓይነት ዘይኮነስ ሓባራዊ ዝኾነ ኣወዳድባ ይህሉ እሞ ግን እቲ ሰብ ከኣ ነጻነቱ ኣሐልዩ ከከም ዓቕሙን ከከም ሞይኡን ክሰርሕ ብዝኽእለሉ ግን ኣብ ግራንድ ኣጀንዳ ብሄራዊ ኣጀንዳታት ከኣ ብሓባር ኮይኑ ዝሰርሕ ጌርካ ዝህሉ ምንቅስቓሳት እንድሕር ሃልዩ ኮይኑ እውን ከም መንግስቲ ንኹሉ ኢንጌጅ ክገብር ብዝእኽእል መልክዕ ከመይ ክንወስዶ ክንክእል ኣለና ዝብል ናይ መበገሲ ሓሳባት ምፍላቕ ዝከኣለሉ ድራፍት እውን ተገይሩ ደሓር ግን ብዝርዝር ክንመያጠሉ እንኽእል ሰነድ እውን ጌርካ ዝውሰኽ እውን ወሲኽካ ማለት እዩ ክንከዶ ክንፍትን ማለት እዩ። ስለዚ ንሳ እታ ዝተባህለት ኣሳይመንት ንሕና ክንወስዳ ኢና፣ ምስ ቢሮ ማንሽመ ባህልን ቱሪዝምን እውን ክንዘራረብ፣ ንኣ እስኹም እውን ብዘለኹሞ ስሒብና እንታይ ንግበር ዝብል ክንዘራረብ ማለት እዩ። እቲ ዲተ ካብቲ ዲተይል ፍልጠት ክንብገስ፣ እቲ ዝርዝር ኩነታት እውን ክንርድኦ ካብኡ እውን ክንብገስ ስለ ዘለና ማለት እዩ። እዚ ከም ዘለዎ ኮይኑ ግን፣ እተወሰና ነገራት ኣለዋ ብዝብል ኣብቲ ግራንድ ዝኾነ ኣጀንዳና ናይ ብሄራዊ ህልውና ቃልስና ዘበት ንብሄራዊ ብርሰት ኣብ ዝብል ግን ዝኾነ ዓይነት ሕርኽራኽ ከምዘየለ እቲ ኩነታት ብዝበለፀ ትርድእዎን ትፈልጥዎን ከምዘለኹም ኣብኡ ከዓ ክንሰርሖ ዝግበእና ስራሕ ኩላትና ተሓጋጊዝና ክንሰርሕ ክንክእል ከምዘለና ኣብቲ ኣጠቓላላ ኣጀንዳታት ዝበሃል ዘሎ ብቐፃሊ እንታይ ፎከስ ገይርና ክንከድ ክንክእል ኣለና ትኹረት ተንገብረለን ንብሎም ነገራት እንተሃልዮም እውን ብዝርዝር ምሳኻትኩም እናተዘራረብና ናብ ኩሉ ክበፅሕ ሶሰብ ከከም ዓቕሙ ከከም ተኽእሉኡን ከከም ዘለዎ ኢኔት ዓቕምን ኣብ ዘዝመረፆ ዝድግፈሉን ዝሰርሐሉን ኩነታት እናፈጠርና ምኻድ ይከኣል እዩ ዝብል ነገር ክነቐምጥ ንደሊ ማለት እዩ። እዙይ ኢልና ግን እቲ ዋና መሰረታዊ ነገር ሀዚ ኣብ ህዝቢ ትግራይ ኣንፀላልዩ ዘሎ ሓደጋ ነቲ ሓደ በሊዑ ነቲ ሓደ ዝገድፍ ኣይኮነን። ትግራዋይ ዝበሃል ዘርእስ፣ ከም ፍጡር ማለት ከም ፍጡር ከም ገበነኛ ተራእዩ በብዘለዎ ክጠፍእ ከም ዘርኢ እውን ካብ ገጽ ምድሪ ክሕከኽ ዝድለየሉ ኩነታት ኢና ንዕዘብ ዘለና። ንሳ ክትግበር እያ እታ ወራር ተፈጺማ ኣብ ዝሓለፈ ጀኖሳይድ ተፈጺሙና ንብል ዘለና። ኣብታ ናይ ግዝያዊ ምምሕዳር ዝነበረ ኩነታት እውን ብሰላሕታ ብዙሕ ነገራት ብዙሕ ህዝቢ ክንስእን ዝተገበረሉ ኩነታት ኣሎ። ፕላንድ ብዝኾነ ብፖሊስ ኣንጻር ሐዚ እንደገና ንሱ ተሰጊሩ ከዓ ከም ብሓድሽ ሓድሽ ወራር ሓድሽ ፅንተት ማለት እዩ። እቲ ሐዚ ዝመፅእ ወራር እቲ ሐዚ ዝመፅእ ፅንተት እንደገና ካፍቱ ዝነበረስ ብጣዕሚ ዝኸፍአን ዝሓየለን ከምዝኾነ ከዓ ብዝተፈላለዩ ኣካላቶም ኣቢሎም ይገልፅዎ ኣለው ማለት እዩ። ወታደራቶም ይገልፅዎ ኣለው፣ እቶም ናይ ወታደራዊ መሪሕነታቶም ክገልፅዎ ይፍትኑ ኣለው፣ እቶም ፖለቲካዊ መራሕቲ እናወፁ እውን ክገልፁ ይፍትኑ ኣለው ብኹሉ መዳይ ማለት እዩ። ስለዚ እዚኣ እንድሕር ኮይና ከም ኣብ ዝሃለና ንሃሉ ብዘየገድስ ማለት እዩ ከም ህዝቢ ትግራይ ሓንትን ሓንትን መማረፂ ትህልወና ማለት እዩ። ቆሪፅና እውን ረቢብና እውን ሓደ ኮይንና በብሞያና እውን ነታ ቃልሲ እትሕግዝ ስራሕ እናሰራሕና ማለት እዩ ከም ህዝቢ እንደገና ተወዲብና ነዚ ዝመፅእ ዘሎ ውሕጅስ ይኹን ሓደጋ እንምክተሉ ኩነታት ምፍጣር መሰረታዊ እዩ ዝኸውን ማለት እዩ። ኣብዚ እቲ ሓደ መሰረታዊ ነገር ኢልና ክንወስዶ እንኽእል ከምቲ ዝሓለፈ ብጣዕሚ ብዝኸፍኣ መንገዲ ውሑዳት ኮይንናን በይንና ኮይንናን እንኸደሉ ኩነታት ክህሊ ኣይኽእልን ማለት ምናልባት እውን ብዘይተፀበናዮ መገዲ ዝቐለሉ ኩነታት ክህሊ ከምዝኽእል ዘመላኽቱ ብዙሓት ነገራት ይረኣዩ ኣለው። እሱ ተጠናኺሩ ክቕፅል እዩ። መንግስቲ እውን ዝሰርሖ ስራሕ ክሰርሕ እዩ። ፖለቲካዊ ውድባት ናይ ትግራይ እውን ብተመሳሳሊ ዝሰርሕኦ ስራሕ ክሰርሓ እየን። ኣብ ዲፕሎማቲክ ስራሕትና እውን ብኡ ልክዕ ካብዚ ካብ ትግራይ ዝተወደበ ነቲ ናይ ዲፕሎማስን ናይ ዲያስፖራን ስራሕቲ ከተሓባብር ዝኽእል ኣብ ናይ ዲፕሎማሲ ስራሕቲ ነዊሕ ተመክሮ ዘለዎም ኣምባሳደራት እውን ዲፕሎማሰኛታት እውን ተወዲቦም ነቲ ናይ ዲያስፖራስ ነተጠቓላሊ ናይ ዲፕሎማሲ ስራሕትናስ እውን ክመርሑ ናብ ምንቅስቓስ ዝኣተውሉ ኩነታት ኣሎ ማለት ስለዚ እዚ ኩሉ ዓቕሙ እዚ ወዲብካን ኣጠናኺርካን ንብሄራዊ ህልውና ናይ ትግራይ ናይ ምውዓል ጉዳይ ናትና ስራሕ እዩ ዝኸውን። በዙይ ተሓጋጊዝና ክንከይድ ክንክእል ኣለና ዝብል ኣለና ማለት እዩ። እዙይ ኢልና ምስ ናይ ስነ ጥበብ ስራሕቲ ተኣሳሲሩ ምስ ሚድያ ተቐናጅዩ ክኸይድ ክኽእል ኣለዎ ዝተብሃለ ትኽክል እዩ። ኣፍቲ ሚድያ ክስራሕ ዝግበኦ ስራሕቲ እናሰራሕና መፂና ኣለና። ብዙሕ ዝተርፎ ነገራት ኣሎ እናመላእና ክንከይድ ኢና። እንተነኣሰ ግን ኣብ ብሄራዊ ኣጀንዳ ናይ ህዝቢ ትግራይ ሓደ ዓይነት ኣተሓሳስባ ክህሉ ግን ከከም ምህዞኻ ከዓ ብስፍሓት ዝውሕዘሉ ኩነታት ምፍጣር ተኻኢሉ ኣሎ። እዙይ ምጥንኻር ይደሊ ማለት እዩ። ሓሳብ ይደሊ ማለት እዩ። ብኣርት ምድጋፍ ይደሊ፣ ብኪነት ምድጋፍ ይደሊ፣ ብስነ ፅሑፍ ምድጋፍ ይደሊ ማለት ብኹሉ መገዲ። ስለዚ ትኽክል እዩ እቲ ናይ ኪነ ጥበብ ስራሕቲ እውን እቲ ሚድያ እውን ክልቲኦም ተሳሚሮም ዝኸድሉ ኩነታት ክህሊ ክኽእል ኣለዎ። እቲ ብኣካል ዝግበር ክህሉ እዩ እቲ ናይ ፌስ ቱ ፌስ ግን ድማ ብሚድያታት ክስራሕ ዝግበኦ ስራሕ ከዓ ብዝተኣሳሰረ መንገዲ ክኸይድ ኣብኡ ዘሎ ሓላፍነት ወሲድና እናተሓጋገዝና ክንከይድ ኢና ኣጠናኺርና ክንቅፅሎ ክንክእል ኣለና ዝብል ነገር እየ ዝወስድ ማለት እዩ። ምስ ኣርቲስት ትግራዋይ ኣብ ትግራዋይነቱ ኣይደራደርን ተባሂሉ ዝተልዓለ ኣሎ ትኽክል እዩ ንሱ ኣብኡ ምንም ዓይነት ኮንፊዥን የለን ማለት ምንም ጥርጥር እውን የብልናን ማለት እዩ ብተፈላለየ መንገዲ እተፈላለየ ቅሬታ ዝህልዎ ሰብ ክህሉ ይኽእል ይኸውን ግን ኣብ ህልውና ህዝቢ ትግራይ ክደራደር ኣይኽእልን ኣብ ትግራዋይነቱ እውን ብተመሳሳሊ ክደራደር ኣይኽእልን ኣብ ዝሃለወ ይሃሉ ማለት እዩ ሕማቓት የለውን ክበሃል ኣይኽእልን ጥቕሚ ኣስዲዕዎም ናይ ጆኖሳይደር ኣብይ ኣሕመድ መጋበርያ ክኾኑ ዝመረፁ የለውን ኢልካ ክትወስድ ኣይትኽእልን ማለት እዩ። ፊፍቲ ፊፍቲ በፃብዕቲ እውን ዋላ ክቑፀሩ ዝኽእሉ ማለት እዩ። ብመሰረታውነቱ ክንወስድ ከለና ግን ኣብ ረብሓ ህዝቢ ትግራይ፣ ኣብ መንነት ህዝቢ ትግራይ፣ ኣብ ህልውና ህዝቢ ትግራይ ዝደራደር ኣሎ እዩ ኢልካ ክትወስድ ኣይትኽእልን። እቲ መፀናእዮ ታሪኽ እውን ንሱ እዩ ዘመላኽት ማለት እዩ። ኣብ ብጣዕሚ ፈታንን ክሪቲካልን ኩነታት ኮይኑ፣ ኣብ ውሽጢ ፀላኢ እውን ኮይኑ ኣብ ደገ እውን ኮይኑ ብዛዕባ ናይ ትግራይ ኩነታት ሓበሬታ ክረክብ ኣብ ዘይኽእለሉ እውን ኮይኑ ናይ ህዝቢ ትግራይ ድምፂ ክኸውን ናይ ህዝቢ ትግራይ ስቓይ ናብ ዓለም ከጋውሕ ዝሰርሖ ስራሕ ዓብዪ እዩ ነይሩ ማለት ብተመሳሳሊ ሀዚ እውን ከምኡ ዝበለ መንፈስ ከም ዘሎ ኢና ንርዳእ እዚ የጠናኺርካ ምኻድ የድሊ እዩ ዝብል እዩ ማለት እዩ ኣብዚኣ ሓንቲ ግልፂ ብግልፂ እውን ክንረዳደእላ ዝግበአና ብርክት ዝበለ ሰብ ካብ ትግራይ ዝወፀ ከምዘሎ ርዱእ እዩ ማለት እዩ። ብስራሕ፣ ብመነባብሮ፣ ብተፈላለየ ምኽንያት ማለት እዩ። ብዙሕ ግዜ ዝዝረብ ምስ ፖለቲካዊ ክሕደት ዝፈፀሙ ኣካላት ተኣሳሲሩ ዝዝረብ እዩ እምበር ብዝተፈላለየ መንገዲ ካብ ትግራይ ወፂኦ ኣብ ካሊእ ዝነብር ዘሎ ኣካልስ ንዕኡ ብኮሽን መልክዕ እንሪኤሉ ምንም ዓይነት ምኽንያት የለን ማለት እዩ። ሓንቲ ሲምፕል ኣብነት ወሲድና ንርኣ። በቐዳማይ ኣብ ኣዲስ ኣበባ ቕድሚ እዚ ናይ ዘበት ንብሄራዊ ብርሰት ዝብል መድረኻት ኣብ ትግራይ ምጅማርና ኣብ ኣዲስ ኣበባ ዘሎ ትግራዋይ ዘበለ ብሙሉኡ ኣንፃር ናይ መንግስቲ ትግራይን ናይ ህዝቢ ትግራይን ናይ ብሄራዊ ህልውና ቓልሲ ክስለፍ ሰፊሕ ጎስጓስ ተኻይዱ ነይሩ። ብጣዕሚ ሰፊሕ ማለት እዩ። መጀመርያ ትግራዋይ ዝበሃል ብሙሉኡ ክወፅእ እዩ ዝብል ሓሳብ ሒዞም እዮም ተንቀሳቒሶም። ገዛ ኸዛ ከይተረፈ ናዃሕኹሑ እዮም ጎስጒሶም ማለት እዩ። መሓውር ናይ ኣዲስ ኣበባ እውን ተጠቒሞም እቲ ኩነታት እናረእይዎ ምስ ከዱ ብዝተፈላለየ መንገዲ ዋላ ካብ ዓዲ ይውፃእ ኣንፃር ህዝበይ፣ ኣንፃር ዓደይ፣ ኣንፃር መንግስተይ ግን ኣይስለፍን ዝብል ቅዋም እዩ ሒዙ ማለት እዩ። ስለዚ ትግራዋይ ዘይስለፈሎም ምዃኑ ምስ ፈለጡ እንደገና ናብ ምንታይ ኣትዮም? ንምምሕዳር ኣዲስ ኣበባ፣ ንክፍለ ከተማታት ኣዲስ ኣበባ፣ ወረዳታት ኣዲስ ኣበባ፣ ቀበሌታት ኣዲስ ኣበባ ነዚ ሰልፉ እዚ ክሽፍን ዝኽእል ሰብ ዋላ ትግራዋይ ኣይኹን ካብ ኩሉ ገፋጢጦም ከምጽኡ መደብ ተዋሂቡ ናብ ምንቅስቃስ ተኣትዩ ማለት እዩ። ዋላ እቲ ካሊእ ህዝቢ እውን ግን ኣብዚ ከምዚ ዝበለ ጸረ ህዝቢ ትግራይ ጸረ ቃልስን ህልውናን ህዝቢ ትግራይ ዝግበር ሰልፊ ኣይንሳተፍን ኢሉ ክወጽእ ዝኸኣለ የለን እዩ። ቦቲ ቦቲ የገዲዶም ዝኣከብዎ ሰብ ከምዝነበረ ርኢናዮ ማለት እዩ። እቶም ኣብ ትግራይ ክሕደት ፈፂሞም ዝኸዱ ኣካላት እውን ያው ሰዋና ስለ ዝኾኑ ብድሕሪት ብቀንዱ ዘንቀሳቀሶ ነዚ ምንቅስቃስ እዚ ያው ብልፅግና እዩ። ኣብ ቂድሚት ኮይኖም ግን ፊተውራሪ ናይ ፊተውራርነት ተራ ዝፃወቱ ዝነበሩ ኣካላት ከዓ ከምቲ ዝረእኹምዎም ማለት እዩ። ስለዚ እቲ ትግራዋይ ኣብ ዝሃለወ ይሃሉ እንታይ ዓይነት ቅዋምን መርገፅን ኣለዎ ዝብልስ ክሊር ኣብነት እዩ ነይሩ። ብግልፂ እውን ርኢናዮ ማለት እዩ። ብትኽክል እውን ክብርን ምስጋናን ይግበኦም። ብቐፃሊ እውን ኣብ ጎኒ ህዝቦም ኮይኖም ኣብ ባዕሎም ክበፅሕ ዝኽእል ችግር እውን ክጥንቀቑ ክኽእሉ ኣለዎም። እቲ ስርዓት ብጣዕሚ ሕማቕ ስለዝኾነ ንዝኾነ ይኹን ኣካል እውን ንድሕሪት ዝብል ስለዘይኮነ ኣብ ዝሓለፈ እዋን እውን ትግራዋይ ዝባሃል እናሃደነ ታይ ይገብር ከምዝነበረ ስለንፈልጦ ማለት እዩ። ስለዚ ኣብ ዝሃለወ ይሃሉ ትግራዋይ ንዓዱ ንህዝቡ ዘለዎ ክብሪ ዘለዎ ኣስተዋጽኦ ዘለዎ ምንቅስቃስ ርዱእ እዩ ድጋፍ ርዱእ እዩ ማለት እዩ በዓል ዋና ናይቲ ቃልሲ እውን ስለ ዝኾነ ስለዚ በዚ መንጽር እዚ ዝኾነ ይኹን ዓይነት ጥርጥር ከም ዘየለ ክትርድኡልና ስለ ዝደለና ኢና እቲ ሓሳብ ነቕርቦ ዘለና ዝብል ምውሳድ ኣገዳሲ እዩ ካሊእ እቲ ጆነሳይደር ውልቀ መላኺ ስርዓት ባህርይቱ እንታይ ከም ዝኾነ ፈሊጥና ኦረዲ። ስለዚ ዘበት ንብሄራዊ ብርሰት ህልውና ህዝቢ ትግራይ ዝረጋገፅ ኣብ መቓብር ብልፅግና እዩ ዝብል ወሲንናስ ናብ ቃልሲ ንኣቱ ኣለና ማለት እዩ። ዋላ እዚ ቃልሲ እዙይ ክነጓሃህርን ክንቅፅልን ከለና ግን ክነዘራርበኩም፣ ክነደራድረኩም፣ ኩናት ኣየዋፅእን ግደፉ ዝብሉ ሰናይ ሓሳብ ሒዞም ክመፁ ዝኽእሉ ዲፕሎማቲክ ማሕበረሰባት ኣይንፈልጥን ኣይንሰምዓኩምን ኢልና በርና ክንዓጾ ኣይንኽእልን ማለት እዩ። ከምኡ ክኸውን ኣይኽእልን። ኣብዚ ጌጋ ክንፍጽም ክንክእል የብልናን ባይ ዘ ወይ ኣብ ከምዚ ዝበለ ኩነታት ስለዚ ንሕና ኢትዮጵያ ናይ ምፍራስ ዝኾነ ይኹን ኣጀንዳ የብልናን። ሰላማዊ ዋላ ዋላ ንፈላለ ብዘየገድስ ብሰላማዊ መንገዲ ዋላ ንፈላለ ግን ዝተረጋገዐት ሰላማዊት ዓዲ ክትፈርስ ዘይትኽእል ዓዲ ክትከውን ግን ናይ ባዕልና ኮንትሪቡሽን ክህልወና ክኽእል ኣለዎ። እቲ እንገብሮ ዘለና ምንቅስቃስ ናይ መኸተ እውን ባይ ዘ ወይ ኢትዮጵያ ዘድሕን እዩ ብሓደ ወገኑ ማለት እዩ። ዘፍርሳ ዘሎ እቲ ስርዓት እዩ ንዓና ከጥፍእስ ንካሊእ ከጥፍእስ ንካሊእ ከጥፍእስ ማለት እዩ እቲ ንሕና እንገብሮ ዘለና ከዓ ከም ህዝቢ እውን ከይንፈርስ ካልኦት እውን ከይፈርሱ እዩ እዙይ ክንብል ከለና ናይ ባዕልና መሰል ዓርሰ ውሳነ ናብ ሓደጋ እናእተና ንኸድ ኣለና ማለት ኣይኮነን። ጎረባብቲ ኮይንኻ ንኽትነብር እውን ሰላማዊት ዓዲ እኮ ክትህልወካ ክትክእል ኣለዋ። ኣብ ልዕለኻ ትድርመስ ዓዲ እንተኾይና ያው ንኹልኻ ውሕጅ እዩ ማለት እዩ። እቶም ካልኦት ዓድታት ዝጭነቑ ዘለዉ እንደገና ውሕጅ ዝኾነ ስደተኛ ዶ ገለ ዶ ከይመጾም እዩ። ካብዚ ሓሊፉ ኣብ ኢስት ኣፍሪካ ዝፈረሰት፣ Failed State፣ ዝኾነት ዓዲ እንተተፈጢራ ድማ ነዚ ቀጠና እዚ ከመይ ጌራ ከም እትሕምሶ ርዱእ እዩ ማለት እዩ። ምስቶም ጎኒ ቀይሕ ባሕሪ ምህላውን ኣብ ማእከላይ ምብራቕ ምስ ዘሎ ኣጠቓላሊ ኩነታት ተኣሳሲሩ ክፈጥሮ ዝኽእል ኩነታት ብጣዕሚ ንምግማቱ መጸገሚ ይኸውን ማለት እዩ። ስለዚ ህዝቢ ትግራይ ይኹን መንግስቲ ትግራይ ውዳበታት ትግራይን ቃልሲ ዘካይዳ ዘለዋ ምእንተ ህልውና ኢለን እምበር ንካሊእ ዓዲ ንኢትዮጵያ ንምፍራስ ከምዘይኮነ ምርዳእ ብጣዕሚ ኣገዳሲ እዩ። ኣብ ሙያታትና እውን እዙይ ብደንቢ ጌርና ኢና ክነስምረሉን ክንሰርሐሉን ዝግበእና ማለት እዩ። ስለዚ ሰላማዊ ድርድር ክህሊ ኣለዎ ክበሃል ከሎስ ንሰላም በርኻ ዕፁው ጌርካ ኣይኮንካን ትቃለስ እኮ ሰማንያን ሰለስተን እኮ ኣብ ዙርያ ኣዲስ ኣበባ ንሃለወ ሰራዊት ናይ ኢህወደግ ኣብ ለንደን ድርድር ይካየድ ነይሩ። ስለዚ ኩሉ ግዜስ ከም ህዝቢ ትግራይ እነካይዶ ቃልሲ ንሰላማዊ ድርድር በርና ዕፁው ዝገበርናሉ ግዜ የለን። ቃልስና ንቕፅል፣ ብሰላማዊ መንገዲ እውን ንደራደር፣ ኣብ ቃልስና ግን ዝኾነ ዓይነት ድርድር ክመፅእ ክኽእል የብሉን ማለት እዩ። ክልተ ምርጋፅ እውን ኣይኮነን ኦረዲ ወሲንና እኮ በቃ ዘበት ንብሄራዊ ብርሰት ህልውና ህዝቢ ትግራይ ኣብ መቓብር ጆኖሳይደር ስርዓት ብልፅግና ይረጋገፅ እዚኣ ኢልና ንጎይይ እያ እታ ትበሃል ዘላ ማለት እዩ። ካብዚ ሓሊፉ ድሕሪ ድሕሪ ምድምሳስ ስርዓት ብልፅግና ቃልስና ክሳብ መሰል ዓርሰ ውሳነና ይበሃል ኣሎ ኦረዲ ዝውስን ግን ህዝቢ እዩ። ናይ ህዝቢ ስልጣን እዩ ንሱ። ኩላትና ድምፂ ክህልወና ይኽእል ማለት እዩ ነናይ በዓልና። ህዝብና ግን ግድን ዝሐሾ መማረፂ እንታይ እዩ ዝብልስ ኢሂን ሚሂን ተባሃሂሉ ተመያይጡ ክውስን እዩ። እቲ ተቐሚጡ ዝኒሆ ኣንፈት እውን ንሱ እዩ ዘመላኽት ማለት እዩ። ክሳብ መሰል ዓርሰ ውሳነ ግዝኣትና ምርግጋፅ፣ ዝተመዛበለ ህዝብና ምምላስ፣ ኣብ ውሽጢ ፀላኢ ዘሎ ህዝብና ሓራ ምውፃእ፣ ዝተሰደደ ህዝብና ምምላስ፣ ድሕንነቱ ተሓልዩ ስሩዕ ናብርኡ ክነብር ምግባር፣ ዝከሓስ ክከሓስ፣ ገበነኛ እውን ክሕተት፣ ጀኖሳይደር ክሕተት፣ ናይ ትግራይ ዳግመ ሕውየት፣ ህንፀት ክረጋገፅ፣ ልምዓት ክረጋገፅ፣ ፋይናሊ መሰል ዓርሰ ውሳነ ህዝቢ ትግራይ ድማ ብውሳነ ህዝቢ ትግራይ ይረጋገፅ ይብል ማለት እዩ። ተሪርኩም ተቓለሱ ምርሑና ዝብል እውን እኔ ዋ ክመርሕ እየ ኢሎ ኣትዩ እኔ ማለት ፍፁምነት ዘይክህሉ ይኽእል እዮ ኣብ ሰብ ሰብ እዩ ባይዘወይ እቲ መሪሕነት እኮ ሰብ እዩ ካብ ህዋ ዝመጸ ወይ ናይ መላእኽቲ እኩብ ገለመለ ጌርና ክንወስዶ ክንክእል የብልናን እቲ ሓደ ዝጎደሎ እቲ ሓደ ይምልእ እቲ ሓደ ዝጎደሎ እቲ ሓደ ይምልእ ተመላላኣይ ይኸውን ማለት እዩ ኮሌክቲቭ ሊደርሺፕ ስለ ዝኾነ እዩ እምበር እዚ ክበሃል ከሎ ግን እቲ ናይ ህዝቢ ቃልሲ እውን ክጎሃሃር ክኽእል ኣለዎ ናብ ሕመቕ ዝኣቱ መሪሕነት እንድሕር ሃልዩ ብገንኡ ክጥንቀቕ ናይ ምግባር ጉዳይ ናይ ኩላትና ክኸውን ክኽእል ኣለዎ እቲ ቃልሲ እቲ መሪሕነት ቃልሲ ክውልዕ ክኽእል ኣለዎ ኣብ መንጉኡ ማለት ዝገብሮ ቃልሲ እዙይ እናወልዐ ክኸድ ከሎ ህዝቢ እውን ደጋፋይ ተራ ክፃወት ክኽእል ኣለዎ። ብፍላይ ድማ ናይ ኪነ ጥበብ ሰብ ከዓ ብዝበለፀ ደጋፋይ ተራ ክህልዎ ክኽእል ኣለዎ ማለት እዩ። ኣብቲ ዝጎበዘ ብዝሐሸ ክመርሕ ዕድል ትፈጥረሉ ማለት እዩ። ሕምቕምቕ ዝበለ ገምጊምካ ዝራገፍ ኣራጊፍካ ክኽሕስ ዝኽእለሉ ዕድል ትፈጥረሉ ማለት እዩ። ዘይዕሪ እንተኾይኑ ከዓ ቀስ ኣቢልካ ዝግበር ገይርካ ንዑ ተኪኡ ዝኸይድ ሰብ እናገበርካ ትኸይድ ማለት እዩ። ካብዚ ወፃኢ ግን ከም ውድ ነቲ መንግስቲ ዝመርሕ ዘሎ ውድብ እውን ሓድሓደ ሓላፍ ዘላፋትን ፀገማትን ኣጋጢሞሞ ነይሮም ብዘይ ንሕስያ ስሪየስሊ ገምጊሙ መስተኻኸሊ ስጉምትታት እውን ወሲዱ ኣብዚ ሀዚ ሰዓት ተመዓራርየ ኣለኹ ይብል ኣሎ ማለት ተመዓራርዩ መንግስቲ እውን ኣጣይሹ ይመርሕ ኣሎ። እዙይ ማለት ኣልፋን ኦሜጋን ተወዲኡ ኣሎ ማለት ዘይክኸውን ይኽእል ማለት እዩ። ሎሚ ጻዲቅ ዝነበረ ሎሚ ተኣምር ዝኾነ ታሪኽ ዝሰርሐ ሰብ ጽባሕ ሳጥናኤል ኮይኑ ዘይመጸሉ ምንም ምክንያት ክህለ ኣይኽእልን ማለት እዩ። ጸገም ከጋጥም ይኽእል መድሕና ግን እንታይ እዩ እዩ። በቃ ውዑይ ቃልሲ ናይ ህዝቢ ምውላዕ ተኸታታሊ ዝኾነ ገምጋማት ነቲ መሪሕነት እውን ዘጽሪ ዘጽሪ ጥራሕ ኣይኮነን ዘብልሕ እውን ማለት እዩ። ዘብልሕ እውን ኣብ ቃልሲ እናኣተወ ክኸይድ ከሎ እዩ። ሰብ እናበልሐ እናበቕዐ እውን ዝሐሸ ዓቕሚ እናፈጠረ እውን ነቲ ቃልሲ እውን ንቕድሚት ዝወስድ ንሱ እውን እናበቕዐ ነቲ ቃልሲ እውን ንቕድሚት እናወሰደ ክኸይድ ዝኽእል ማለት እዩ። ስለዚ በብጊዚኡ ዝፍጠሩ ፀገማት እናስተኻኸልካ እናኣረምካ ግን ድማ ሰባት ክበልዕ ብዘይኽእል መልክዕ ቅልጡፍ እናገበርካ ማለት ግዜ ብዝወሰደ ቁፅሪ ሰብ ዘው ኢሉ ይርሕቕ ይሓምቕ ካብኡ ንምምላሱ ትጽገም፣ ከይፎተኻ ስጉምቲ እናወሰድካ ትኸይድ፣ ቁስሊ ይፍጠር ማለት እዩ። እዙይ ከይኸውን በብግዜኡ እናኣረምካ ናይ ምኻድ ጉዳይ ክህሊ ክኽእል ኣለዎ። ብዝተኽኣለ መጠን ግን እቲ መሪሕነት ያው ብዝተኽኣልክዋ ክሳብ መስዋእቲ ተሰሊፈ ምስ ህዝበይ ኮይነ ክቃለስ እየ፣ ከቃልስ እየ ኢሉ ይኸይድ ስለዘሎ ዝድገፍ ምድጋፍ፣ ፀገም ዘለዎ ምግሳፅ ምእራም፣ እናስተኻኸልካ ምኻድ፣ ናይ ኩላትና ዓቕሚ ድማ ክዓርፎ ምግባር እዩ እቲ መሰረታዊ ዝኸውን ዝብል ነገር ንወስድ ማለት እዩ። ምስ ኣዋጅ ተኣሳሲሩ፣ ኣብ ዓንቶ ጎዲፋይ ዘርዚሩ ኣቕሪብዎ እዩ። ኩሉ ናብ መስርሕ እናኣተወ ናብ ስራሕ እናኣተወ ክኸይድ እዩ። ሓደ ዓንዲ ሕግና ስለ ዝኾነ ብግድን ክትግበር እዩ ማለት እዩ። ክንዕወት እንኽእል ዝሕጊ እውን ብመሰረታውነቱ ተግቢርና ክንከይድ ስለ ዘለና ንሱ ብግድን ክኸይድ እዩ። ተጀሚሩ ኣሎ፣ ዝጎደለ ነገር ክህልዎ እዩ። እናመላእኻ ምኻድ ክሐይሽ እዩ እዩ ዝኸውን እቲ ቐፃሊ ማለት እዩ። እሞ እዙይ ኢልና በጠቓላሊ ጽቡቕ ዝኾነ ምይይጥ ነይሩና ኢልና ኢና ክንወስድ እንኽእል። ካባኻትኩም ትጽቢት እንገብሮ እንታይ እዩ? ካብ መንግስቲ ትጽቢት እትገብርዎ ብዝርዝር ኣቕሪብኩም ኣለኹም ማለት እዩ። ብቐጻሊ እውን ምቕራብ ክህሊ እዩ። ዝዕጾ ነገር ኣይኸውንን። ርክብና ብቐረባ ይኸውን ማለት እዩ። እሂን ምሂን እናተበሃሃልና ብውዳበታትስ ከምዚ ብመድረኻትስ እናተመያየጥና እናተሓጋገዝና ክንከይድ ኢና ማለት እዩ። እዚ ኮይኑ እውን ግን ቐዲምኩም እውን እናሓሰብኩሞ ዝመፃእኹም ነገራት ኣሎ፣ ኣብዚ ቓልሲ እዙይስ እንታይ እየ ኮንትሪቢዩት ክገብር ዝኽእል ዝብል ማለት እዩ። በታ ሐዚ ኣካይድናያ ዝኒሀና መድረኽ እውን ናብቲ ዝሓሰብኩሞ እውን ተወሳኺ መጠናኸሪ፣ ሓድሽ ነገራት እንታይ ክንፈጥር ክንክእል ኣለና ዝብል እውን ብኡ ልክዕ ምጥንኻር፣ ምስ ሚድያታት ተኣሳሲሩ ክስራሕ ትደልይዎ ብስቱድዮስ ብኻሊእስ ብኻሊእ ነገራት እንድሕር ሃልዩ እውን ንሕና እውን ዝኸኣልናዮ እናገበርና ክንከይድ ኢና። ከይዱ ከይዱ ግን ናይ ህዝቢ ትግራይ ናይ ብሄራዊ ህልውና ቃልሲ ዝዕወት ናይ ኩላትና ዓቕሚ፣ ናይ ኩላትና ፍልጠት፣ ናይ ኩላትና ሞያ ናብ ሓንቲ ክትውሕዝ ከላ ስለዝኾነ ብዙሕ ታሪኽ ሰሪሕኩም ኢኹም። ኣብቲ ናይ ዓሰርተ ሸውዓተ ዓመት ዝነበረ ቃልሲ እውን እቲ ቃልሲ ናብ ዝለዓለ ብራኸ ተሰጋጊሩ ብጣዕሚ መሰረታዊ ዝበሃል ዓቕሚ ናይዚ ምብራቕ ኣፍሪካ እዚ ኮይኑ ጎሊሁ ክወፅእ ብምግባር ኣንፃር ናይ ባዕልኹም ታሪኽ ዝተፃወትኩም ኣካላት ኣለኹም ኣብዙይ ምሳና ማለት እዩ። ብጣዕሚ እንኾርዐልኩም እውን ንሕበነልኩም እነኽብረኩም። ሳልሳይ ምዕራፍ ድዩ ዝኸውን ዘሎ ሀዚ እውን ካባኻትኩም ብዙሕ ትፅቢት ይግበር ማለት እዩ። ሓደሽቲ መናእሰይ ዘለኹም እውን ብተመሳሳሊ ካብቶም ኣያታትኩም ተማሂርኩም ብዙሕ ስራሕ ክትሰርሑ እዩ ካባኻትኩም ትፅቢት ዝግበር ማለት እዩ። ስለዚ እቲ ዓወት ግድን ይኸውን ዘጠራጥር ነገር የብሉን። ህዝቢ ከም ህዝቢ ፈሪጁ ዝጭፍጭፍ ስርዓት ናይ ግዜ ጉዳይ ተዘይኮይኑ ፈራሳ እዩ። ፈራሳ እዩ። ብልጽግና ከዓ ትርእይዎ ኣለኹም ብኹሉ መንገ ረይ ረይ ዝብል ዘሎ ስርዓት እዩ ማለት ኣብ ሓጺር ግዜ ክፈርስ ከም ዝኽእልስ ምንም ዘጠራጥር ነገር የብሉን ማለት እዩ። ኣብዚ ከምዚ ዝበለ ኩነታት ግን ሞራልና ዝውስኽ ዓቕምና እውን ዘጠናኽር ህዝብና እውን ናብ ሓደ ዘዕስል ኣብቲ ብሄራዊ ኣጀንዳና እንብሎ ዘለና ዕላማ እውን ዘዕስል ናይ ኪነ ጥበብ ስራሕቲ ኤክስፔክት ይግበር ማለት እዩ። ብስነ ፅሑፍስ፣ ብድራማስ፣ ብደርፍስ ካልኦትስ እንብሎም ማለት እዩ። ስለዚ በዚ መዳይ እዙይ ኩልኹም ዝከኣለኩም ተራ ከምትፃወቱ ሰብ ሙሉእ ተስፋ ኢና። ተሓጋጊዝና ያው ተዓቐብ ኦሬዲ ክንውድኣ ኢና ዝብል ተስፋ እዩ ዘለና። ዓወትና ናይ ግድን እዩ ምንም ዘጠራጥር ነገር የብሉን። ንዝነበረና ፃንሒት ብጣዕሚ ኢና ነመስግን፣ ንድስፕሊንኩም እውን ብጣዕሚ ነመስግን። የቐንየልና ማለት እዩ።